ኣብ ዓለምና ንብዙሓት ዘቕተለት፣ ዘሳደደት፣ ንብዙሕ ዘዕነወት፣ ከምኡውን ብዙሕ ጥፍኣት ኣብ ምድሪ ዘምጸኣት መን እያ ተባሂሉ እንተ ዝሕተት፣ ሓሶት እያ ክንብል ንኽእል። ሰባት ንሓሶት ብቐሊሉ ክፈልይዎ ብዘይምኽኣሎምን እቶም ናይ ሓሶት ክኢላታት ንምሕሳው ዝጥቀሙሎም ረቀቕቲ ሜላታትን ድማ ነቲ ሓሳዊ ካብቲ እሙን ንምፍላይ የጸግሞ። በዚ ምኽንያት እዚ ሕጂ እውን፣ ሓሰውቲ በዚሖም ዝብል ሰብ ቁጽሪ ውሕድ ኣይኮነን። እወ ሓቂ ካብ ሓሶት ንምፍላይ ኣጸጋሚ ኣብ ዝኾነሉ ዓለም ክንነብር ተገዲድና ኣለና። እዚ ግን ኣብቲ ናይ ኣሜሪካ ብሄራዊ ትካል ስለላ ኤፍቢኣይ ፈጺሙ ዝሰርሕ ኣይኮነን። ምኽንያቱ ኣብ ውሽጢ ኤፍቢኣይ ንስለላ ዝመጸ ይኹን ንምሕሳው ዝፈተነ ወይ ድማ ገበን ፈጺሙ ብሓሶት ክምልስ ዝፍትን ሰብ ብቐሊሉ ክብጽሓሉን ከቃልዕዎን ይኽእሉ እዮም። ነዚ ንምፍፃም ድማ ነቲ ሓሳዊ ብቐሊሉ ንምልላይ ተዳልዮም፣ ተማሂሮምን ሰልጢኖምን ዝፀንሑ ናይ ሓሶት ሃደንቲ ዝኾኑ፣ ንሓሶት ካብ ላዕሊ ክሳብ ታሕቲ ኣፀቢቖም ዝፈልጡ ሰብ ሞያ እቲ ትካል ስለላ ኣለዉ። ኣብ ዓለም ዘሎ ሓሳዊ ብኸመይ ይፍለጥ እንተተባሂሉ፣ FBI ናባይ ጥራይ ስደድዎ፣ ኣነ በቲ ዝገብሮን ዝፍፅሞን ተግባራት ነቲ ሓሳውን እሙንን እንተወሓደ ሰማንያን ሓሙሽተን ሚእታዊት ክፈልዮ እኽእል እየ ይብል። ኣብ ናይ ሎሚ መደብና ድማ ነዚ ከርእየካ እየ። እዚ ትካል ስለላ እዚ ብዘይ ምንም መሳርሒ ከመይ ገይሩ እዩ ነቲ ሓሳዊ ካብቲ እሙን ዝፈልዮ? እቶም ናይ ኤፍቢኣይ ክኢላታት ብፍላይ ነዚ ሓሶት እዚ ንምጽራይ ዝጥቀሙሎም ሜላታትን ቴክኒካትን ምስቶም ብቐጥታ ንሓሳዊ ነጺሎም ዘውጽኡ ሰባት ብምውህሃድ ሒዘልካ መጺኣ ኣለኹ። እቶም ናይ ኤፍቢኣይ ሓሶት ሃደንቲ ክኢላታት ሓሰውቲ ብብዙሓት መገድታት እዩ ዝፍለጥ ይብሉ። በቲ እቲ ትካል ሰነዳት ቀረባ ግዜ ዘውጽኦ ሓበሬታ መሰረት ኣብ ውሽጢ ኤፍቢኣይ ካብ ዝተመርመሩ ምሉእ ብምሉእ ሓሶታት እቲ ሰማንያን ሓሙሽተን ሚእታዊት ብዞም ናይ ኤፍቢኣይ ክኢላታት ዝተበጽሐሉ እዩ። ንዕኡ ንምፍላጥ እዞም ናይ ኤፍቢኣይ ክኢላታት እንታይ ዓይነት ቴክኒክ ተጠቒሞም እዮም ናይ ሰባት ሓሶት ብቐሊሉ ዝፈልጡ? ካብቶም ሓሳዊ ዝፍለጠሉ መገድታት ሓደ ሓደ ካብኣቶም እስከ ንመልከት። እቲ ቀዳማይ ሜላ ኣዒንቲ ብጥንቃቐ ምዕዛብ እዩ። ነቲ ዝሕሱ ሰብ ኣዒንቱ ብጥንቃቐ ዕዘቦ፣ ድሕሪኡ ከምዚ ይብሉ፣ ሰባት ክሕስዉ ከለዉ ኣዒንቶም ናብ ላዕልን ታሕትን ብቕልጣፈ ይንቀሳቐሱ እዮም። በቲ ናይ ስነ-ልቦና መጽናዕቲ መሰረት፣ ሓደ ሰብ ክምልሶ ዘይደሊ ሕቶ ክሕተት ከሎ ወይ ክሕሱ ክግደድ ከሎ፣ ናይ ኣዒንቱ ምንቅስቓስ ክቆጻጸር ይጽገም እዩ። ስለዚ ኣዒንቱ ብቕልጣፈ ናብ ላዕልን ታሕትን ክንቀሳቐስ ይኸእል እዩ። በዚ ምኽንያት እዚ፣ እቲ ምሳኻ ተቐሚጡ ፊት ንፊት ዝሕስወካ ዘሎ ሰብ ናይ ኣዒንቱ ምንቅስቓስ ጥራይ ብምዕዛብ ሓሶት ይዛረብ ምህላዉ ብቐሊሉ ክትግምቶ ትኸእል ኢኻ። ካልኣይ ሜላ፣ ኣዝዩ ዝቐልጠፈ ምንቅስቓስ ኣዒንቲ። ኣዝዩ ዝቐልጠፈ ምንቅስቓስ ወይ ምርጋጽ ኣዒንቲ ሰባት ክሕስዉ ከለዉ ኣብ ውሽጢ ሓጺር ግዜ እተወሓደ ካብ ሓሙሽተ ክሳብ ሽዱሽተ ሳዕ ኣዒንቶም የንቀሳቕሱ እዮም። ሓደ ሰብ ኣብ ንቡር እዋን ኣብ ሓደ ደቒቕ ጥራይ ካብ ሓሙሽተ ክሳብ ሽዱሽተ ሳዕ ኣዒንቱ ከንቀሳቕስ ይኽእል እዩ፣ እዚ ማለት ድማ ኣብ ዓሰርተ ሰከንድ ሓደ ግዜ የንቀሳቕስ ማለት እዩ። ስለዚ። ሓደ ሰብ ክሕሱ ከሎ ነቲ ናይ ምንቅስቓስ ዓይንቲ ፍጥነቱ ብምዕዛብ ጥራይ ክትፈልጦ ትኽእል ኢኻ። እቲ ሰብ ናይ ገበንን ሓሰውትን ተመኩሮ እንተሃልይዎ ግን ካብቶም መርመርቲ ኣዒንቱ እንተድኣ ዓጺፉ ከም ዘቃልዖ ስለ ዝፈለጥ ብዝተኻእሎ መጠን ናይቶም መርመርቲ ኣዒንቲ ኣፍጢጡ ብምጥማት ከም ዘይፈርሐ ክመስል ይፍትን። እንተኾነ ግን እቲ ላዕሊ ዝረኣናዮ ናይ ኣዒንቲ ምንቅስቓስ እንተዘይሰሪሑ እኳ፣ እቲ ሰብ ኣብ ዝኻልኣይ ናይ ሓሶት መለለዪ ክወድቕ ይኽእል እዩ። ኣዒንቱ ብቕልጣፈ ከንቀሳቕስ ከሎ ድማ ክዛረብ ይግደድ። በዚ ሜላ እዚ እውን እተወሓደ ሰማንያ ሚእታዊ ዝኾኑ ገበናት ክንጽሩ ከም ዝኸኣሉ ኤፍቢኣይ ኣብ ዘውጽኦ ጸብጻብ ገሊጹ ኣሎ። ሕጂ ድማ እዚ ናይ ሓሶት መለለዪ ሜላ'ዚ ኣብ ብዙሓት ናይ ፖሊስ ትካላት ዓለም ይጥቀምሉ ኣለዉ። ብፍላይ መርመርቲ ፖሊስ ክምርምሩ ከለዉ ናይቲ ተጠርጣሪ ኣዒንቲ ትኩር ኢሎም ዝጥምትሉ ምኽንያት እዚ እዩ። ምኽንያቱ ሓሶት ኩሉ ግዜ ኣብ ኣዒንቲ እያ እትጸባረቕ። ሳልሳይ ሜላ፣ ኣዒንቲ ንኽንደይ ግዜ ከም ዝዕጸዉ ምዕዛብ። እቲ ዝሕሱ ሰብ ኣዒንቱ ንኽንደይ ዝኣክል ግዜ ከም ዝዓጽዎ ብምዕዛብ ክትፈልጦ ትኽእል ኢኻ። ሓሶት ዝዛረብ ሰብ ካብ ሓደ ሰከንድ ንላዕሊ ኣዒንቱ ይዕጾ'ዩ። እቲ ናይ ኤፍቢኣይ ክኢላ ከም ዝገልጾ፣ ሓደ ሰብ ካብዚ ሓደ ሰከን ንላዕሊ ኣዒንቱ እንተዓጽዩ፣ ብሓሶት ገዛእ ርእሱ ክከላኸል ይፍትን ከም ዘሎ መርኣያ'ዩ። እዚ ዘይሕሱ ሓቂ ዝዛረብ ሰብ ግን፣ ኣዒንቱ ዝንቀሳቐሳ ብናይ ማይክሮ ሰከንድ ዝቑጸር ኣዝዩ ሓጺር ግዜ ጥራይ'ዩ። ስለዚ፣ እቲ ሰብ ክሕሱ እንተ ፈቲኑ፣ ኣዒንቱ ከም ዘለዎ ኣፍጢጡ ክጸንሕ ኣይክእልን። የግዳስ፣ ኣዒንቱ ካብ ምግላጽ ይኽልከል ወይ ድማ ብንቡር ክንቀሳቐስ ኣይኽእልን። እዚ ክገብሩ ዝኽእሉ ግን ተራ ገበነኛታት ኣይኮኑን። ብተደጋጋሚ ኣብ ዝለማመድዎን ዝተዳለዉሉን ገበንን ሓሶትን ዝኣትዉ ሰባት ነዚ ስለ ዝለመድዎ፣ ብናይ ዓይኒ ምንቅስቓስ ጥራይ ክትፈልዮም ኣጸጋሚ ክኸውን ይኽእል እዩ። ራብዓይ ሜላ፣ ገጽካ ምንካእ። ሰባት ክሕስዉ ከለዉ ገጾም ይሓኩ ወይ ድማ ናይ ምሕኻኽ ስምዒት ይስምዖም እዩ። በዚ ምኽንያት ኣብቲ ሓሶት ዝዛረበሉ እዋን ገጾም ክፍንክዩ ይረኣዩ። እዚ ድማ መብዛሕትኡ ግዜ ኣብ ማእከል ዘረብኦም ኣእዳዎም ተወሳኺ ወይ ትርፊ ኮይኑ ስለ ዝስምዖም ዝመጽእ እዩ። ብቐሊል ኣበሃህላ፣ ኣእዳዎም ዝገብርሉ ቦታ ይጠፍኦም፣ ምእሳር ኣእዳው ይጨንቆም እዩ። ስለዚ ገጾም ብፍላይ ድማ ምሕኻኽ ብበዝሒ ክረኣየሎም ንቡር እዩ። ኣእዳዎም ኣብ ግንባሮም ምግባር፣ ጸጉሮም ምጥቕላል፣ ወይ ገጾም ዓሰርተ ግዜ ምሕባስ፣ እዚ ነቲ ዝሕሱ ሰብ ብቐሊሉ እትፈልጠሉ መገዲ እዩ። ሓምሻይ ሜላ፣ ምርሃጽ። ሰባት ክሕሱ ከለዉ ኣእምሮኦም ሓድሽ ሓሳብ ኣብ ሓጺር ቅጽበት ንምፍጣር ስለ ዝጽዕር ተወሳኺ ኦክስጅን ብቕልጣፈ የድልዮ እዩ። በዚ ምኽንያት ድማ ሰብነቶም ብዘይ ፍቓዶም ክቆጻጸሮ ብዘይክእሉሉ መገዲ ብርሃጽ ክጠልቕ ይኽእል እዩ። ካብቲ ዝስምዖም ናይ ጭንቀት ስምዒት ንላዕሊ፣ ብርሃጽ ብጥልቀዮም ክሓብእዎ ዘይክእሉ መርትዖ የምጽኣሎም። እዚ ጭንቀት እዚ ምስ ምልማድ ወይ ዘይምልማድ ፍጹም ዝተኣሳሰር ኣይኮነን። ኣብ ውሽጥና ዝኾነ ይኹን ይፈጠር ሓሶት ንዛረብ እንተለና ወይ ድማ ክንሓብኦ እንደሊ ገበን እንተሃልዩ ምጭንናቕ ኣይተርፍን እዩ። እቲ ፍልልይ ግን ነዚ ናይ ጭንቀት ስምዒት ንምሕባእ ዘለና ክእለት ጥራይ እዩ። ስለዚ ነዚ መፍትሒኡ ነቶም ስምዒቶም ሓቢኦም ክንፈልዮም ዘይኸኣልና ሰባት ሕቶታት ደራሪብኻ ብምሕታት ክተጻድፎም ከለኻ ኣብ መወዳእታ ካብቲ ዝሓሰብዎ ንላዕሊ ኮይኑ ክቃልዑ መገዲ ይኸፍት እዩ። ንኣብነት ሓደ ሰብ ዝቐተለ ሰብ ክትሓትት ከለኻ፣ ብዛዕባ ስርሑ፣ ህይወቱ ከምኡውን ናብራኡ ምስቲ ገበን ዘይተኣሳሰሩ ብዙሓት ሕቶታት ምስ ሓተትካዮ፣ ድሕሪኡ ጽንሕ ኢልካ ብሃንደበት ብዛዕባ እቲ ገበን ዝምልከቶ ሕቶ ክተቕርበሉ ከለኻ ረሃጻጽ ኢሉ ክጭነቕ ምርኣይ ሽዑ ከም ዘቃልዖ እቶም ናይ ኤፍቢኣይ ክእለታት ይገልጹ። ሻድሻይ ሜላ ርእስኻ ምንቕናቕ። ሰባት ሓደ ነገር እናተዛረቡ ርእሶም የማነ ጸጋም ዘንቀሳቕሱ እንተኾይኖም ነቲ ዝዛረብዎ ዘለዉ ነገር ይክሕድዎ ኣለዉ ማለት እዩ። መብዛሕትኡ ግዘ ሰባት ሓቂ ክዛረቡ ከለዉ ርእሶም ንምስምማዕ ይንቕንቑ እዮም። ክሕስዉ ከለዉ ግን ርእሶም ብኻልእ ፍሉይ መገዲ ይንቕንቕዋ። ኣብዚ ግዜ እዚ ድማ ሰብነቶም ንነብሶም ይክሕዶም ኣሎ ማለት እዩ። ነዞም መገድታት እዚኦም ብምጥቃም ንዓመታት ብፍላይ ኣብ ትካል ኤፍቢኣይ ካብ ሰማንያ ሚእታዊት ንላዕሊ ዝኾኑ ሰባት ብፊት-ንፊት ዝርርብ ጥራይ ብዙሓት ጉድለታትን ሓሶታትን ከቃልዑን ክሕዙን ተኻኢሉ እዩ። ብርግጽ ሓሶት ካብቲ ንቡር ተፈጥሮና ወጻኢ ስለ ዝኾነ፣ እቶም ዝሕሱ ሰባት ሓደስቲ ስምዒታትን ዘገርሙ ኩነታትን ምግዳፎም ዘይተርፍ እዩ። ካብዚ ኩሉ ግን ሓቂ ተዛሪብካ ብሰላም ምንባር ከም ዝቐልል ፍሉጥ እዩ። ኤፍቢኣይ ካብዚ ንላዕሊ ዝረቐቑ መፍለጥታትን መረጋገጽን መገድታት እንተሃለዎ እኳ ንሕጂ ግን ነቲ ዝገለጾን ዘውጽኦን ከምዚ ጌርና ኣቕሪብናልካ ኣለና። እቲ ዘይገለጾ ድማ ካብዚ ኣዝዩ ዝረሓቐ ከም ዘሎን ብፍላይ ድማ ኣብ ሰብነት ተጋጢሞም ሓሶትን ሓቅን ክሳብ ቴስዓ ሚእታዊት ክምርምሩ ዝኽእሉ ዘመናውን ክቡር ዋጋ ዘለዎምን መሳርሕታት ኣብቲ ቤት ጽሕፈት ከም ዘለዉ ይንገር። ሎሚ ግን ካብዚ ኤፍቢኣይ ዝረኸብናዮ ከምዚ ጌርና ኣካፊልናልካ ኣለና ስለ ዝተኸታተልካና ኣዚና ነመስግን ነዛ ቪድዮ እንተ ፈቲኹማ ላይክ ስድራ ናይዚ ቁምነገር ቻነልና ተዘኮይንኩም ድማ ከምዚኦም ዝበሉ ጠቐምቲ ቪድዮታት ንኽበጽሑኹም ሰብስክራይብ ብምግባር ኣባል ስድራ ቤትና ኹኑ የቐኔለይ።